ሰላም ከመይ ትኾኑ ክቡራት ተኸታተልቲ ኤጂ ኢንተርቴንመንት ቻነል ብመጀመርያ ኣብዚ ዘለኹም ቦታ ሰላምን ጥዕናን ይምነየልኩም ብምቕፃል ከዓ ነዚ ሒዝናልኩም ዘለና መደብ ክትከታተሎ ብኣኽብሮት ይዕድም እምበኣር ንሎሚ እቲ ቀሪብና ዝልና መደብ ከምቲ ኣብ ዝሓለፈ እዋን ዘቕረብናልኩም መጻምዲ ናይ ምርካብ ዕድላት ምፍጣር ዝነበረ ብመሰረት ዘቕረብኩሞ ርእይቶታትን ሓሳባትን ኣብ ካልኣይ መደብ ውን ሰሪዕና ከይድና ናባኹም ክቡራት ተኸታተልትና ነቕርበኩም ኣለና። ስለዚ ክቡራት ተኸታተልትና ዝኾነ ይኹን ሰብ ኣብዚ መደብ እዚ ቀሪቡ ብዘይ ወልቀ ሰብ ወድኹም ጓልኹም ተራኺቦም መጻምዲ ናይ ምርካብ ዕድል ክህልዎ ዝደሊ ሰብ ክፉት እዩ ርሑዊ ማዕጾና እሞ ንዕድመኩም ኣለና እምበኣር ቀጥታ ናብቲ መደብና ክንከይድ ኢና ቀዳማይ ጉጅለ ሰሪዕናዮ ዘለና ሰለስተ ደቂ ኣንስትዮ ሓደ ወዲ ተባዕታይ ኢና ቀሪብናዮ ዘለና ኣብ ደገ ኣለዉ ኣጋጣሚ ኮይኑ ኣብ ዝሓለፈ እዋን ቁሩብ ብዕድመ እውን ሽምግል ዝበሉ ሰባት እዮም ነይሮም፣ ዝርከቦም መንእሰያት ደቂ ኣንስትዮ እውን ነይረን እየን። ኣብዚ ናይዚ ሕጂ እዋን ከኣ ዳርጋ ኩላቶም መንእሰያት ኢና ቀሪብና ዘለና። ንኹላቶም ከኣ ሰናይ ንምነየሎም፣ ጽቡቕ ዕድል ንምነየሎም፣ ዕዉታት ክኾኑ ከኣ ትስፉዋት ኢና። ስለዚ ብቐጥታ በቲ ዝኣቱ ጎበዝ ንጅምሮ። ክቡር ጋሻና ንኣቶ ስለዚ እዚ ዝመጽእ ዘሎ እምበኣር ዳንኤል እስጢፋኖስ እዩ ዝበሃል ሰላም ዳንኤል ሰላም ከመይ ሄሎ። ትኸውን ሰላም ደሓን ዶ ኣለኻ ይመስገን። ጽቡቕ፣ እንቋዕ ጽቡቕ። ደሓን መጻኻ እንቋዕ ደሓን ጽናሕኩም ናብ ናይዚ ኤጂ ኢንተርቴይንመንት ቻነል ኣብዚ ናይ መጻምዲ ናይ ምድላይ እ፣ መደብ ብምጻኻ ደጊመ የመስግነካ ስለዚ እ፣ እስከ ቁርብ ዕድመኻ ክንደይ እዩ ዕድመ 28 ገይረ ኣለኹ 28 ኦኬ ጽቡቕ ወ ጎበዝ ኢኻ ኣለኻ እ፣ ሕጂ ትጽቢትካ እስከ ኣብዚ መደብ እዚ ንዓኻ እትበቅዕ ጓል ኣንስተይቲ ክረክብ እየ ትብል ዶ? ተዓዊተ ክኸይድ እየ። ኣፍቃሪት ልክዕ ንዓይ ትኸውን ምስቲ ናትካ ባህግን ድሌታትን ተሳኒያ እትኸይድ ጓል ኣንስተይቲስ ክረክብ እየ ዝብል እምነት ኣለካ ዶ? እንታይ እዩ? እወ ኣነ እኳ ኣለኒ። ስጋዕ ሕጂ ጽቡቕ እንድየ ዕድለይ፣ ሕጂ ግን ክረክብ እየ ዝብል ተስፋ ምሉእ ገይረ ኢላ ትደሎ ናብዚ ውድድር።
ሕቶታትካ ኣዳሊኻ ዶ ኣለኻ? ኣዳልየ ኣለኹ። ነዚ ክትምልስ ትኽእል ግን ኣላ እየ ዝብል ተስፋ ኣለኒ ፅቡቅ ዕድል ምንየልካ ናብ ቦታኻ በል ክቡራት ተኸታተልትና ሕጂ እምበኣር ዳኒኤል እስቲፋኖስ መንእሰይ ወዲ ዕስራን ሸሞንተን ዓመት እዩ ጎበዝ እዩ እቲ ዝያዳ ድሕረ ባይታ ምስተን ዝመጻ ሰለስተ ጎራዙት ምስኣን ዘካይዶ ዕላላት ክንሰምዖ ኢና ዝያዳ እቲ ድሕረ ባይታ ናቱ ኣብኡ ክንሰምዖ ኢና እንታይ ይሰርሕ ትምህርቱ እንታይ እዩ ባዕሎም ተሓታቲቶም ክጋላለጹ እዮም ዕውታት መቸም ብኤጂ ዝተዳለወሎም ሽልማት ውን ኣሎ፣ ንሓዳሮም መጣጥሒ ዝኸውን ገንዘብ ክሽለሙ ምዃኖም ከኣ በዚ ኣጋጣሚ ክሕብር ይፈቱ። ስለዚ ናብተን ተዓዲመን ዘለዋ ጎራዙት መን ምዃኑ ኣየናይ ጎበዝ ኢዩ ኣይፈልጥኦን ኢየን ትኽ ኢለን ናብቲ ዘዳለናዮ ሴዳ ናብኡ ክመጻ ኢየን። ክብረት ሃበለይ በብሓደ ክትኣትዋ እስከ። ኦኬ ራይ ጽቡቕ ጽቡቕ ክቡራት ተኸታተልትና እስከ ሙሉእ ሽምኪ ከተላልዮም ንክቡራት እሺ ሙሉእ ስመይ ኣሰለት ቃልኣብ ይበሃል ኣሰለት ቃልኣብ ዕድመ ክንደይ ጌርክ ኣለኺ 27 ጌረ ኣለኹ ኦኬ እዚ ብዘይ ሓሶት እዩ ብዘይ ሓሶት ጽቡቕ ምክንያቱ እንታይ የስተውዕል መስለኪ ኣሰለት ደቂ ኣንስትዮ ዕድመ ይሃብኣየን ዝብል ሓፈሻዊ ኣረዳድኣ ኣብ ደቂ ተባዕትዮ ኣሎ እሞ ስለዚ ብከምኡ ይሓትተኪ ብካልእ ኣይኮንኩን ባይ ዘ ወይ እዚ ቁኑዕ ድዩ ኣይኮነን እቲ ኣረኣእያሲ ከመይ ኮይኑ ዝስማዓኩሞ ቅድሚ ናብ ካልእ ምስጋርና። እው ከምኡ ዝብል እምነት ኣሎ ይብል እዮም ወላ ብልክዕ ከማን ይብልካ እዮም ናይ ብሓቂ ስምኪ ክንደይ ዕድሜኪ ተሎምካ ተሎምካ ክንድዚ ተልካ እዮም ናይ ብሓቂ ስምኪ ድዩ ይብልካ ብልክዕ ኣሎ ትሕቱ ግን ኣነ እንድዒ ኣይብለሉን እየ ንሓበእ ኮይኑ ይስመዕንን ምክንያቱ ንነብስና ኢና ክነታልል ዕድሜና እንተ ሓቢእና ኣለና ንነብሰይ እየ ከታልላ እምበር ንዕኡ ኣይኮንኩን ንዕኡ ወላ ሓንቲ ነታ ነብሰይ ግን ኣለኹ እንዳበልኩ ኣለኹ እንዳበልኩ እቲ ዕድመ ከይተረደኣኒ እቲ ዝኾነ ነገር ክገብረሉ ዝግበኣኒ ዕድመ ይኸይድ ኣሎ ማለት እዩ ኣይ- የታላል ንነብሰይ እየ ዘታልል ኣለኹ ኦኬ ሕጂ እንድኣ ናይ ብዙሕ ኣይብሎን እየ ኦ ግን ኣለዋ ዶ ትብሊ ከምኡ ዓይነት ደቂ ኣንስትዮ ከ የ- ወይ ብዕላል ሰሚዕኺ ዶ ትፈልጢ ካብ መሓዙትኪ ወይ ኣጋጢሙኪ ዶ ዕድመኤን ሓቢኤን ሲ ናብ ንእስ ዝበለ ናይ ሽዱሽተ ሸውዓተ ወይ ከኣ ዓሰርተ ሓሙሽተ ዓመት ኣጉዲለንሲ ኣነ ጓል ኣርብዓን ሓሙሽተን ከላስ ዕስራን ሸውዓተን እየ እንድሕር ኢላትካሲ እንታይ ትብሎ? እቲ ሃዋህው ባዕሉ እዩ ይሕብረካ እንድዩ ጓል ኣርብዓን ሓሙሽተን ጓል ዕስራን ገለን እየ ክብለካ ከለካ ይርደካ እዩ ግን ንዓይ ኣጋጢምኒ ኣይፈልጥን እዩ ሓቂ ዘረባ። ኦኬ ጽቡቕ ድሓን በሊ ሕቶታት ከይነብዝሓልኪ ዝያዳ ከኣ ናብቲ መደብና ከነተኩር ኣሰለት ቀልኣብ ናብቲ ቦታኺ ክትኣትዊ እሞ ናይ መጨረሽታ ሕቶ ነዚ ኣብዚ ዘሎ ጎበዝ ከመይ ትዕወትሉ ኮንክ ዶ ይስማዓኪ ማለትሲ ምሳኺ ምስ ባህርኺ ምስ ጠባይኪ ዝኸይድ ወዲ ተባዕታይ ኮይኑ ክጸንሓኒ ይኽእል እዩ ዝብል እምነት ኣለኪ ዶ ዋላ እንታይ።
እንድዒ ይግበረለይ ከምቲ ናተይ ኣነ ዝደልዮስ ይግበረለይ እምበር ከምኡ መቸም ድሓን ተስፋ እገብር።
ስለዚ ብወገንኪ ንመርዓን ደርዓን እውን ድልውቲ ኢኺ ዘለኺ ማለት እዩ እኮ ስለዚ ጽቡቕ ዕድል ምንየልኪ ሕራይ ንበሪ እሺ ኦኬ እምበኣር ክቡራት ተኸታተልትና ሕጂ ስዒባ ትመጻና ጎርዞ ሓፍትና ከኣ ናእሚ ተኽለሃይማኖት እያ ናእሚ ናብ መድረኽ ብኣኽብሮት ንዕድመኪ ናሚ እንቋዕ ደሓን መጻኺ ናብዚ ኤጂ ኢንተርቴይንመንት ቻናል ዘዳሎ መድረኽ ማለት እዩ ስለዚ ከመይ መጺኺ መገዲ ሰላም ዶ ኦኬ ጽቡቕ ሕጂ ፈሊጥክዮ ኣለኺ እዚ መደብ እዚ ድሮ ናይ መጻምዲ ምድላይ ክመጺኺ ዘለኺ ከመይ ክትዕወትሉ ኮይኑ ይስምዓክዶ? ምኽንያቱ ሓንቲ ብጸይቲ ክላ ካልእ ውን ሳልሰይቲ ክትህልወኪ እያ። ስለዚ ምስ ሰለስቲኤን በሊጽኪ ክዕወት እየ ዝብል ሓሳብ ኣለኪዶ? ኣነ ብርግጽ ክዕወት እየ ዝብል ሓሳብ ተስፋ ሒዘ እየ መጺኤ። ኣምላኽ ከኣ ኣሕወሰኹም። እኮ ገለ ካብቲ ረቋሒታት መዕወቲኺ እስከ ክትገልጽለይ? በየናይ መንገዲኺ ክትዕወቲ? ማለት ንዓኻ መሲሉ ክኸይድ ዝኽእል ተረዳዲእካ ትገብሮ ነገራት ድሕር ኣሎ ኮይኑ ኣብ ሓደ መዕለቢ ዘይትበጽሓሉ ምክንያት የብልካን ኦኬ ሕጂ ብከምኡ ምክንያት ክዕወት እየ ይብል ስለዚ እቲ ኣዳሊናያ ዘለና ጎበዝ ወዲ ተባዕታይ ከኣሲ ምስቲ እስኺ ትጠልብዮ ነገራት ከ ይሳነ ኮይኑ ዶ ስምዓኪ ግምታትኪ እንታይ ኣነ ይሳነ ይብል ይሳነ ይብል ኣነ ጓልዐ ክንደይ ዓመት ኢኺ 27 በሊ እሞ
ናሚ ተክላይ ማለት ጽቡቅ ዕድል ይምነየልኪ ከም ሓሳብኪ ክሰምረልኪ ተስፋ ገብር ዕጉብ ንበሪ እሺ ኦኬ ራይ ኣብዚ ዘለዋ ክልተ ጎራዙት ናሚ ተክለ ሃይማኖት ኣሰለት ቃልኣብ ድሮ ኮፍ ኢለን ኣለዋ ሳልሰይቲ ጋሻ ወይ ጎርዞ ዓዲምናያ ዘለና ከዓ ብረክቲ ፍቃዱ እያ እሞ ብረክቲ ፍቃዱ እስከ መድረክ ኤጂ እስከ ምፂ ወልካም እንኳዕ ደሓን መፃኺ እንኳዕ ደሓን ፀናሕካ ራይ ከመይ ኣለኺ እግዚኣብሔር ይመስገን ስድራ ቤት ኩሎም ፅቡቅ ሰላም ኦኬ ኤጂ ኢንተርቴይንመንት ቻነል ከም ቻነል ከመይ ትርእዮ እስከ ቁሩብ ንእሽተይ ንእሽተይ መግለፂ ክትብኒ ኤጂ ኢንተርቴይመንት ዋ ዘለኪ ኣድናቆት ሓሳብ ገለ ኣብኡ ብጣዕሚ ፅቡቅ በቃ ከምዚ ንሓዳር ንክትኣቱ ወይ ደድልየካ ነገርሲ ብዙሕ ነገር ምህረካ ምስኡውን ከምዚ ዘይትፈልጦ ነገርስ ትፈልጦ ማለት እዩ። ጽቡቕ ሕራይ ጓል ክንደይ ዓመት ኢኺ? ጓል ዕስራን ሽዱሽተን ዓመት። ዕስራን ሽዱሽተን እኮ ስለዚ ሕጂ ኣብዚ እዋን እዚ መጻምዲ ክትደልዪ ምምጻኺ እንታይ እዩ ቀሲብኪ እስከ? ዕድመ ጓል ዶ ክብለካ? ዕድመ ጓል ኮይኑ
ብ ብእዋንኪ ክትወልዲ ክትዝምዲ እወ ኦኬ እ ደገፍ ናይ ስድራቤትኪ ከመይ እዩ ኣብዚ? ጽቡቕ እወ እሶም እውን ዝጠልብዎ ነገር እዩ። እወ ኦኬ ጓል ብእዋኑ እንተተመርዓወት ዶ ይሓይሽ ትብሊ ዋላስ እ ዕድመ እናኸደ ኣብ ሰላሳታት ተተመርዓወት ዶ ይሓይሽ ምስ በሰለት ገለ ዝበሃል ኣሎ እሞ ዶ ዋላ ካብ ዕስራታት ጀሚራ? እዋእ ብእዋኑ እምበር እብል። ተነሓስ ዕስራን ኣርባዕተን ገለ ምስ ገበረት ትምርዖ ኣለዋ ብ ሰላሳታት ስን ኣውሑ። እንታይ እዩ ድሕግዛ ሕጂ እዚ?
እዋእ ን ዕድመ ጓልሲ ድሕሪ ሰላሳ ኣትያስ ምሽ ታ የማትኣካ እዩ ንዓኻ ውን ኣብ ዕስራታት ተኾይኑ ግን ዝበለጸ ዋላ ንኹሉ ነገር። ንኽትምረጽ ውን ተኽእሎታት የብላን። ንምንታይ ሕጂ ቀንዲ ምናልባት ክስታይ ዶ ኸውን ናብ ኣርብዓታት እንድሕር ድኣ ገጻ ኣምሪሒሃሲ ኣብቲ ናይ ሞኖፖዝ ድብሃል ወይ ከኣ ኣብቲ ጠጠው ናይ ምባል ናይ ምፍራይ ተኽእሎ ከም ጠንቂ እሱ ዶ ይሕሰብ ኾን እሱ ድዩ ሓደ ንሱ እዩ ካልኣይ እንደ ጓል ትምረጽ ዝኾነስ ኣብ ዕስራታት ደሎ ዕድመ እዩ ምልዖ ከላ እወ ግርም ሕራይ ጽቡቕ ስለዚ ብሓሳብኪ ትዕወትሉ ኮይኑ ስምዓኪ ብርግጽ። ሓደ ጎበዝ ብርግጽ። መጺኡ ኣሎ ተዳልዩ ኣሎ ድሓን ከመይ ዓይነት ከም ደሊ ክሓቶ ኪሱ ስኻ ከመይ ትደሊ እስከ ቀንዲ እስከ ትስኺ ትብህጊ ከምዚ ዓይነት ወዲ ክጸንሓኒ ኮይኑ ክጸንሓኒ ትብልዮ ኣነ ደኣ በቃ እቲ ዝዓበየ ፍቕርን ክብረትን ዘለዎ ኣብ ልዕለ ሓዳሩ ዝፈቱ ትደሓ ካልእ ደሓ ናተማልእላ ክትኾድ ኢኻ። ምናልባት እዚ ተዳልዩ ዘሎ ጎበዝ ወዲ ማለትሲ ነብሱ ዘየልዕል ገለ ኮይኑ ረኺብናዮ ኣብ ከተማ ሕውስ ኢልና ክኸውን ይኽእል እዩሞ እንታይ ትብሊ ሽዑ? ባዕለይ ምቐየርክዎ። እንታይ ክትቅይር እዮ? እዋ ነብስኻ ምዘላል ትገብሮ ጓልስን ወዲ ትቕይር እያ። ስለዚ ክትሰማምዕዮ ውን ትኽእሊ ኢኺ ተቕልሎ ተዓዋቲት ክትኮኒ በዚ ዓይነት እዚ ትኽእሊ ኢኺ ማለት እዩ ሕራይ ድሓን ከም ፋልኪ ይወርድ ስለዚ ሰለስቲኽን ውን ናይ ምዕዋት ድሌት ኣለክን ንኹላትክን ከኣ ጽቡቕ ዕድል ንምነ እሞ ንበርልና ዒኮር ክቡራት ተኸታተልትና ሕጂ ቀጥታ ናብቲ መደባትና ክንሰጋገር ኢና ድሕሪ እዛ ሓጻር መሰጋገሪት ክንጅምሮ ኢና እቲ ቀዳማይ ሕቶ በቲ ወዲ ተባዕታይ ኣዳሊና ዘለና እሱ ክፍልም እዩ ነፍሲ ወከፍ ሕቶ ከኣ እሳተን በቢ ናተን መግለጺታት እናሃባ ናተን ስሚዒት እናገለጻ ክኸዳ እየን ስለዚ ክሳብ ናብኡ ነሰጋግረኩም ዝሓጻር መሰጋገሪ ክጋብዘኩም ምሳና ጽንሑ። ክቡራት ተኸታተልቲ መደባት ኤጂ ዳግማይ ተመሊስናኩም ኣለና። ሕጂ እምበኣር ናብ ዳንኤል እስጢፋኖስ ወዲ 28 ዓመት ጎበዝ ናብኡ ኢና ነብለኩም ዘለና። ዳንኤል ምስዘን ሰለስተ ጎራዙት ደቂ ኣንስትዮ ምስኣተን ሕቶታት እናሓተተ ብዝህበኦ መልሲ እናተረደኣ መጨረሻ ኣብ ሓንቲ ጓል ኣንስተይቲ ክወድቕ እዩ። ንዑ ትኸውን ጓል ኣንስተይቲ ክትከውን ተስፋ ንገብር። እተን ደቂ ኣንስትዮ ከኣ ካብ ዕድለን ይርኣ ማለት እዩ። ስለዚ መን ዕውት ይኸውን ኣምላኽ ይፈልጥ ማለት እየ። ዳንኤል ዳግማይ ጽቡቕ ዕድል ይምነየልካ። እታ ንዓኻ ትሓስባ ኣንስተይቲ ክትረክብ ተስፋ ይገብር እሞ ቀጥታ ሕቶታት ናብዘን ጎላዙት ክትውርውር ትኽእል ኢኻ ብመጀመርያ ብብርኽቲ ፍቓዱ ክትጅምር ስለዚ ቀዳመይቲ ትቕበለካ ጓል ኣንስተይቲ ሕቶኣ ንዓኻ ሰሚዓ ክትምልሰልካ ተዳልያ ዘላ ብርኽቲ ፍቓዱ እያ እሞ ምስኣ ድሕረ ባይታ ክትለዋወጡ ሰላምታ ተለዋዊጥኩም ናብ ካልእ ሕቶታትኩም ክትከዱ እሞ እቲ መድረኽ ናባኹም። ሰላም ከመይ ዊዒልኪ ብርኽቲ። ሰላም ዳኒኤል ከመይ ዊዒልካ። እየ ሰላም ዶ ኩሉ። እግዚኣብሔር ይመስገን ጽቡቅ። እንኳዕ ደሓን መጻኺ።
እንኳዕ ደሓን ጸናሕካ።
ኤጂ ኢንተርቴንመንት ከኣ እንኳዕ ብሰላም ኣራኸበና። እዋእ። ኦኬ ሕራይ ብርኽቲ እንታይ ክሓተኪ መስለኪ እወ።
ትፈትውዮን ትጸልእዮን ባህርያት ናይ ወድ ተባዕታይ ክትገልጽለይ ትኽእሊ?
ዝፈትዎን ዝጸልኦን ያህ ባህር ናይ ወተባዕታይ
እዋ ካብ ዝፈትዎ ናይ ስራሕ ሰብ ሓዳሩ ዘኽብር ሰታይ ዘይኮነ ብዓቢኡ ከዓ ስድራ ቤቱ ዘኽብር ማለት እዩ ዝጸልኦ ከዓ ህኩይ ስራሕ ዘይፈቱ ከም ዝፈቐድኡ ኮለል ክብል ዝውዕል ኣብ ስድራ ቤቱ ክብረት ዘይብሉ ከዓ ይጸልእ
ግን ኣነ ሕጂ ከምዚ ቁሩብ ናይ ስራሕ መንፈስ ብዙሕ የብለይን ደኸም ኢለ እየ ብስራሕ ሓገዝ እየ ዝፅበ ብዝያዳ ከኣሳ ገለ ወፊራ ትሕግዘ እንተኾይና ማለት እዩ።
ክቡራት ተኸታተልቲ ኤጂ እቲ መልሲ ዝወሃብ ዘሎ ትከታተልዎ ኣለኹም ምክንያቱ ዳንኤል ዋላ ጎበዝ መንእሰይ እኳ እንተኾነ ብናቱ መፈጠር ግን ናይ ስራሕ ትግሃት የብለይን ተመዊለ ከይደ እዩ ዝብል ዘሎ እሞ እንድዒ ከመይ ትቕበሎ ብርኽቲ እስከ ብርኽቲ እንታይ መልሲ ትህቢ እዚ? ከመይ ማለት ሕጂስ እንድሕር ት ክሰርሕ ይኽእል እንድዩ ምሽ ክሰርሕ ይኽእል እየ ግን ብዙሕ ኣይኮንኩን እዩ ዝብለሉ። እወ ናይ ናይ ስራሕ ትግሃት የብለይን ዝያዳ በዓልቲ ቤተይ ሲ ክትምውለኒ ወይ ከኣ ከተካይዶ ነቲ ገዛይ ድብለሉ ከም ርድኢተይ ማለት እየ። እሂ ዳኒኤል ከምኡ ዶ ከምኡ ድዩ እቲ ሕቶ? እወ ልክዕ ከምኡ እዩ ብዝያዳ ሲ ሰብዓን ሓሙሽተን ሚኢታዊት እሳ ሓላፍነት ዝትከሞ ተኮይና።
ኣይሰማማዓላን እዩ እዚኣ። ዋእ ኣነስ ከም ሰብኣይ ኣለኹ ማለት እዩ ኣብቲ ገዛ እኮ ኣነ ከም ሰብኣይ እሷ ከም ሰበይቲ እሞ ሚእቲ ብሚእት- ሚእታ- ሚእታዊት ባዕለይ ክሽፍኖ ንስኻ ናይ ገዛይ ይስራሓለይ ማለት ኢዩ ተይራእሞ ኣነ ናይ ደገ ኸውን ሓደ ኣይፍቱ ተይራእሞ። እዋእ ደሓን ግድን ክወፍራ ኣለወን ድያ ትብደላ መድሓንቲ ገለ ገለ ኣነ ብዙሕ ክሽገረሉ ዘይክእል ናይ ስራሕ ባይታ ተፈጢራትለይ ጸገም የብሉን። ኦኬ ጽቡቕ ሕራይ እታ ሕቶ ናይ ዳኒኤል ክቡራት ተኻታተልትና ናብ ናኣመይ ተክለ ሃይማኖት ክነብላ ኢና እታ ዝወረደት ሕቶ ናብ ብርኽቲ ዝወረደት ልክዕ እታ ሕቶ ንሳያ ስለዚ ምድጋሙ ግዜ ከይወስደልና ቀጥታ እስከ ናኣመ ተክለ ሃይማኖት እንታይ እዩ መልስኺ?
ድፈትዎ ዓይነት ሰብ ሓቀኛ ንዕኡ መሲሉ ድኸይድ ዴሕሱ ማለት እዩ ድጸልኦ ከኣ ኣንጻር ናቱ ማለት እዩ። በቃ ንነብሱ መሲሉ ዘይከይድ ሰብ ከኣ ይጸልእ። ኦኬ
ሕጂ ኣብታ ናይ ስራሕ ዝበለኪ ከ ኣብኡ እንታይ ርእይቶ ኣለኪ? ኣይሰርሕን ኢየ ደይኮነ ክሰርሕ ዝኽእል ሰብ እንድዩ ድሕር ደኣ ውላድ መጽዩ እቲ ግዜ ምሽ ናብራ ባዕሉስ ከም ዝሰርሕ ክገብሮ ኢዩ ምስ ግዜ ማለት ኢዩ እስኻ ከኣ ንዕኡ ድደፋፍእ መገዲ ክት ከተርእዮ ኣለካ። እወ ናትኪ ሕጂ ክትመርጽዮ እንድሕር ደኣ ደሊኺ ሎማዓንቲ ወኒንክዮ እንተ ደኣ ክትከዲ ደሊኺ እንታይ እንታይ ልቦናዊ ምኽሪ ትህብዮ? ክትደፋፍኦ ትኽእል ጓል እያ ኣብ ንወድ ተባዕታይ ክትደፍኦ ትኽእል ናብ ዝኾነ መንገዲ ማለት እዩ ናይ ስራሕ መንገዲ ድሕር ኣርኣያቶ ከኣ ስለምንታይ እሞ ከመይ ገይሩ ደየብል ድሕር ሓደ ደይረብሕ ሰብ ኮይኑ ጥራይ ዋላ እንዳመርሓቶ ኣይደልን ኢልዋ ክኸይድ ይኽእል ኦኬ ጽቡቅ ካልእ ንዳኒኤል ካብ ኣዘራርብኡ ካብ እቲ ዘውጽሎ ቃና ናይ ድምጹ ገለ እንታይ ቃሕ ድበለኪ ነገር ኣሎ ገለ ደስ ዝበለኪ ነገር ኣሎ ሓንቲ ሕቶ እንዳ ተቢላ ዘላ እንታይ እስከ ኣስተብሂልኪ ገለ ደስ ዝበለኪ ነገራት ሓቂ ምዝራብ
እቲ ሓቂ ናቱ ሕጂ ኣነስ ክሰርሕ ሰሪሕ ከምዚ ምሻሎ ብዙሕ ድኽም ድበልኩ እየ ብስራሕ ገለ ኢሉ እቲ ዝፈትዎ ባህሪ ከኣ እሱ እዩ ማለት እዩ
ጽቡቅ ራይ ክቡራት ተኸታተልትና ምናልባት እቲ ኩነታት ይከታተልዎ ትህልዉ ናኣሚ ኣቐድም ኣቢላ ሓቂ ዝዛረብ ንነብሱ መሲሉ ዝኸይድ ወዲ ተባዕታይ ዝፈቱ ዘይነብሱ ዝመስል ግን ኣይፈቱን እየ ክትብል ጸኒሓ እሞ ስለዚ በዚ መሰረት ከኣ ዳኒኤል ዝበሎ ሓሳብ ቁኑዕ ኮይኑ ምዝራቡ ሲ ሓደ ካብቲ ደስ ዝብለኒ ባህሪ ናይ ወድ ተባዕታይ ብምዃኑ ምስ ሲዒቡ ዝቐጽል ሕቶታት ኣገናዚበ ሕራይ ክብሎ ወይ ከኣ ሕራይ ክብለንስ ትስፍውቲየ ዝዓይነቱ ዘረባ እየ ዝሰምዕ ዘለኹ ደሓን ናብ እቲ መድረኽ መጨረሻ ክሕብረና እዩ ሕጂ ግን ናብ መበል ሳልሰይቲ ኣሰለት ቀለኣብ ጓል ዕስራን ሸውዓተን ዓመት ጎርዞያ ናባኺ ከነብል እስከ እተን ሕቶታት ሒዝክየን ኣለኺ። እታ መጀመርያ ሕቶ ዝቐረበት ብዳንኤል፣ ትፈትዎን ትጸልእዮን ባህሪ ወዲ ተባዕታይ እንታይ እዩ? እዚኣ ምስኣ ተኣሳስር ኣቢልካ ከኣ እታ እቲ ናቱ ናይ ስራሕ ህኩይነት ናቱ ከኣ ክትገልጽልና። እሺ ጽቡቅ እቲ በታ ቀዳመይቲ ክጅምር ኣነ ዝፈትዎን ዝጸልኦን መጀመርያ ዝፈትዎ ነገር ክኾኖ ዘለዎ ማለት እዩ ቅኑዕ ብቅንዕናስ ግልጺ እታ ዘላ ነገር ብግሉጽነት ዝኸይድ ግልጺ ኮይኑ ዝዛረብ ግልጺ ኮይኑ ዝኾነ ነገር ሲ ብግሉጽነት ዝኸይድ ይፈቱ እታ ድጸልኣ ከኣ ማስ ብጣዕሚ ተጽልኣኒ ነገር ከኣ ክልተ ዓይኒ ዘለዎ ማሲ ከምዚ ክልተ ዓይኒ ክብለካ ከለኩስ ርዱእ ይመስለኒ። ወድሓን ተረዲእኒ ኣሎ ሓቀይ ክልተ ዓይኑ ዓይኒ ዘግፍሕ እወ ዓይኑ ገፊሕ ተኮይኑ ብጣዕሚ ናብ ካልእ ደቂ ኣንስትዮ ንዓኺ እናጠመተስ ምሳኺ ኣለኹ እናበለስ ናብ ካልእ እወ ዝጸልኦ ምስኣ ጸኒሑ ናብ ካልእ
ሕራይ ቀጽሊ። ኣብታ ዳሕረወይትኻ ሕጂ መጀመርያ ናይ ስራሕ መንፈስ ከምዘይብሉ ወላ ከማን ፊፍቲ ፊፍቲ ከማንስ ክኸውን ከም ዘይክእል ማሲ ቁሩብ ድኽም ኢለ እየ ይብል ኣሎ። ኣነ እንታይ ምገበርኩ ከም ንኣብነት እንታይ ምበልኩ ኣነ እየ ከብሎ ደለኒ ኣነ እየ ክደፍኦ ደለኒ ዋላ ብሓንሳብ ስራሕ እሞ ወፈርና ሕጂ እቲ ስራሕ ንብል ናይ ጉልበት እንተ ደኣ ኮይኑ ዘኽብረኒ እንተ ደኣ ዘፍቅረኒ ኮይኑ ዝሓልየለይ እንተ ደኣ ኮይኑ ኣብ ብከምኡ ንኺዶ ደሓን የፍቅረኒ እዩ የኽብረኒ እዩ ይሓልየለይ ንበሎ ናይ ስራሕ መንፈስ ግን የብሉን ኦኬ ሕራይ ንውፈር ብሓንሳብ ስራሕ ሕጂ እቲ ኣነ ዝወፍሮ ስራሕ ግን ክብድ በለ፣ ዝለዓል ከቢድ ነገር ዘለዎ ገለመለ ከምኡታት፣ ሕጂ ንዕኡ ግን እቲ ፈኪስ ፈኪስ ድሓን ምኹስታር ጥራይ ስኻ ኮስትረለይ ወይ ኣነ ዝሓፍ ከብ ሓፍ ከብሎ ከለኹ ገለመለ ክርእየኒ እዩ ኣይክ ኣይክኽእልን እዩ እረ ከመይ ገይረ እሞ ክኽእል ኣይክኽእልን እዩ ስራሕ ኣይ ኣይ ብዙሕ ኣይኮንኩን ይብል ኣሎ ግን ብምንታይ ገይረ እዩ ክድፍኦ ምስ ኢልካ ኣነ ብሓይሊ ዘይኮነ ዘይሰርሕ ገለመለ ከምዚ ትርጉም የብሉን ኣይሰርሕን እቲ ከም እዩ። ወዲ ኮይኑ ባዕሉ ክዓሞ ዝግብኦስ ባዕልኺ ምስ ባዕለይ ዓመምክዮ ምስ ረኣየኒ ባዕሉ ክቕየር እዩ። ክትጸዓሪ ኣብኡ ክትስነፊ ከለኺ ሽዑስ ናቱ ኮ ከምኡ ጌረ ሓሳብ ምመበልኩዎ ክገብር ኔረ ይብል ኦኬ። ኣነ በዛ ነብሰይ ሓፍ ከብል ከቢድ ነገር ምስ ረኣየኒ ማሲት ነብሱስ ኣይገብረሉን እዩ መጺኡ ደሓር ብኡ ጌሩ ወላ ፉኪስ ነገር ዘይ ሓፍ ዘየብል ኦ ጽቡቕ ኣለኺ ኣስሙ ሕጂ እቲ ሓሳብ ትህብዮ ዘለኺ ቆሪጸኪ ድኣ እምበር ይቕረታ ጽቡቕ ሓሳብ እንድዩ ከምኡ ጌርካ ናይ ምልምማድ ቀስ ብቐስ ደረጃ ብደረጃ ደሓር ፍቕሪ ስራሕ ከም ዝሓድሮ ንምግባር ኢኺ ሜላ ተጠቒምክሉ ዘለኺ። ግን እዚ ኣጋጣሚ ኮይኑ ነቓጽ ኮይኑ ነቒጹ ባዕላ ትፍለጥ ተደልያ ሕቖኣ ትመሰስ ተደልያ ገለ ኢሉ ሱቕ እንድሕር ኢሉኸ ከምኡ ድብል ተኾይኑኸ? ኣእ እሞ እዚ ንዓይ ምሳይ ፍቕሪ የብሉን ክብረት የብሉን ጓናይ ማለት እዩ እዚ ናይ። ከምኡ ክብለኒ ኣይክእልን እዩ ድሓን ኣይብለንን እዩ ከዓ ብምንታይ ተረጋግፂ ኣይብለንን እዩ ድሓን ኣንሲ ማዕረ ክንዶ ጨከናት ኣይኮናን እና እዚ ሰባሲ ኣነ ከቢድ ነገር ሓፍ እንዳበልኩ ከመይ ገይሩ እዩማ ድሓን ኣይብለንን እዩ ምስ ይኸውን ይብል ኣነ ዛ ነብሲ ሕራይ ኣብቲ ዓንተ ወይ ድበልኪያ እስከ ዓይኑ ክልተ ዓይኒ ዝርኢ ወይ ዓይኒ ዘግፍሕ እንዲኽ ኢልኪ ዓይኒ እንታይ ድራራ ፅቡቕ ክትርኢ ዶ ስለዚ ጽቡቓት ኣዋልድ ሕልፍ ክብላ ከለዋ ርእዪ እንተ በለ እንታይ ሓጢኣት ኣሎ?
ኣብዚ ዝተኸድነት ጽቡቕ ክዳን ኩሉ ኮታሲ ተዋናውን ጓል ኣንስተይቲ ክትከይድ ከላ ደስ ዝብለካ ዝትንስቲ ኣከዳድናኣ እንድሕር ስሕበት ትፈጥረሉ ኮይናሲ እንተ ረኣየስ እንታይ ሓጢኣት ኣለዎ? ኣይትርኣ ዓይንኻ ትዓመት ከምዚ ናይ ፈረስ ከምዚኣ ጌርካ ጋሪድካዮ ክትከይድ ዶ ዋላ ይርኣይ ተዓዘብ እቲ ውሳነ ግን ምስታ ፍቅሪ ዘለዎ ክከይድ ይክእል እዩ ግን ምርኣይ ስለምንታይ ይክልከል? ኖኖ ዓይኒ ክትርኢ ትኽእል። ከቢድ ኮይኑ ይስማዓኒ እንድዒ። ብልሓት ንምርኣይ ሽግር የብሉን ኣብ ልቢ እዩ ደሎ እቲ ጸገም ብልብኻ እንተ ምስ ምስኣ ከይድካ ወይ ምስኣ እንተ ከይዱ እዩ እቲ ሽግር ድመጽእ እምበር ብዓይኒ ምስኣ ተኸይደ ድሓን ጸገም ኣየምጽን እዩ ይብል ኣነ በዛ ነብሰይ። ኦኬ ጽቡቅ ሕጂ ንኣብነት ምሳኺ እንከሎ ኮፍ ኢሉ ከሎ ድራር እናተደረርኩም ኣብ ሓደ ሬስቶራንት ኣብኡ እናበላዕኹም እናሰተኹም ከለኹም ሓንቲ ምልዖ ጽብቕቲ ጎርዞ ጓል ዓሰርተ ትሽዓተ ዓመት ቁመታ ነዋሕ ቀያሕ ኮይና ኮታስ ስሕበት እትፈጥር ጓል ኣንስተይቲ እንተ ኮይኑ እንዳ ኮለሰ ከሎ ከምዚኣ ኢሉ ጠጠው እንድሕር ኢሉ ኣታ እንታይ ደኣ ኮንካ ናበይ ደኣ ኢልካ ትጥምት ደለኻ እንድሕር ኢልክዮስ ውይ ደሓን ሶሪ ኣይትሓዘለይ በሊ ግን እንተዘይተጋግየስ ደስ ትብለካ ምሽ ጽብቕቲ ቆልዓ እንድሕር ኢልክሲ ቅንኣት ይስመዓኪ ዶ ዋላ እንታይ።
ኣቐዲመ ንኸይቀንእ ንኸምኡ ንኸይከውን ን ዓይኑ ናብ ካልእ ንኸየብል ኣነ ወዲኤ ምወጻኹ ከምታ ዝርእያ ዘሎ ልዕሊኣ ኮይነ ምወጻኹ ክወጽእ እንተደኣ ኮይነ ናብ ሬስቶራንት ኢኻ ትብሎ ኣለኻ ኣብኡ ዝኾነ ኣዋልድ ክጸንሓ ክኽእላ ገለ ኣብኡ ክጸንሓ ከም ዝኽእላ ገሚተ ኣነ ናይ ዘለኒ ጺጺጽ ኢለ ክወጽእ እየ ማለት ናብ ካልእ ዓይኑ ከም ዘየብል ከም ዘይዘውር ገይረ ከምታ እሱ ዝደልያ ወድ ተባዕታይ ዝደልያ ጽቡቕ ነገር ከም ዝበልካዮ ከምኡ ኮይነ ኣነ ምወጻኹ። ሕራይ
ኣሰለት ቀላብ እቲ ክትብኒ ዝጸናሕኺ መግለጺታት ጽቡቕ እዩ ዕምቆት ዘለዎዩ ደስ ዝብል እዩ ከማን ምናልባት ግን ዳኒኤል ኣብዚ ክትብልዮ ዝጸናሕኺ ሓሳብ ሪኢቶታት ክህልዎ ስለ ዝኽእል እንታይ ትብል ኣብዚ ናይ ኣሰለ ኣሰለ ትትቦ ዝጸንሐት ርእይቶ እንታይ ኣለካ እስከ? ዋእ ካብ ዘን ሰለስቲኤን ክሓተን ዝጸናሕኩካ እታ ዝሓሸ ክትድግፈኒ ትኽእል እያ ዝበልክዋ ሰብሳ እያ። ምኽንያቱ እንድሕር ኣነ ብዙሕ ናይ ስራሕ መንፈስ ተዘይብለይ ሒዛትኒ ወጺኣ እሳ ብሊኮታ ከተልዕል ከላ ኣነ ስቕ ኢላ ተላዒልክኒ ምኽንያቱ ባህሪ ናይ ወድ ተባዕታይ እሞ ከኣ ናይ ባህሪ ኤርትራውያን ከምኡ ስለ ዘይኮነ ግድን እየ ናብኣ ክዝምብል። ገለ ነገር ናይ ሓፍቲ ወይ ናይ ኣደነት ክስምዐኒ ስለ ዝኽእል ዳርጋ ቁሩብ ኣብኡ ጽልዋ ትገብረለይ ኮይኑ ይስምዐኒ። ንርእኻ ዳሕን ብሕጂ እቲ ዝተረፈ ሕቶታት ተመሊሰ። ጽቡቕ ግርም ሕራይ ሕራይ ዳንኤል ጽቡቕ ስለዚ ክቡራት ተኻተልትና መደብና ገና ቀጻሊ እዩ ዘሎ ድሕሪ እዚ ሓጻር መሰጋገሪት ክንምለሰኩም ኢና። ባርህ ክቡራት ተኸታተልትና ዳግማይ ተመሊስናኩም ኣለና። ዳኒኤል ገና ሕቶታቱ ኣይወድእን ዝተረፈ ኣለዎ መስለኒ ምክንያቱ ብንጹር እታ ዝደልያ ጓል ኣንስተይቲ ዝተረፈ ሕቶታት ብምግንዛብ እዩ መጨረሽትኡ ንክስቶ ደስ ኢላትኒ ኣላ ኢሉ ክመርጽ ንሰን ከኣ ዝውስናሉ ሰዓት ሽዑ እዩ ናተን ሕቶታት እውን ክስዕብ እዩ ስለዚ ዳኒኤል ናባኻ ከብለካ ገለ ሕቶታት ኣለካ እስከ ሃየ ወርውረለን። ሕራይ በታ ድጀመርና ብቤኪ ዶ ክንጅምር? ሕራይ ቤኪ
ናይ ቀዳማይ ሕቶታተይ እኳ መልስታትኪ ሰሚዐ እንዴ ከም ካልኣይ ኣነሲ ንደይ ሓደ እየ ብጣዕሚ ከ እየ ዝፈትዋ ብጣዕሚ እየ ዘኽብራ ምናልባት ንስኺ እንድሕር ተኾንኪ እታ ምርጫይ ኣብ ሓዳር እሞ እንተ በጺሕና ምስ ኣደይ ክትነብሪ እሞ ቁሩብ ናይ ኣደይ ባህሪ ከኣ ትርር ኢሉ ስለ ዝኾነሲ ከመይ ናይ ብሓቂ ሕራይ ኢልኪ ክትጻወርዮ ትኽእሊ ዲኺ ኣብኡ ኮንኪ ክትወሊ ክትዝምዲ ሓፈሻውቲ ባህርያት ናይ ኣደይ ከኣ ምትራር ነጊረኪ ስለ ዘለኹሲ ሓሳባትኪ ምሰማዕኩ
ከባድ እንደዚኣ ምጸርኮ ይብል ኣነ ሓደ ነዲኻ ስለ ዝኾንካስ ካብኣ ክትፍለኻ ኣይትኽእልን ኢኻ ማለት እዩ ወላስ ግድን ዲና ምስኣ ክንከውን ዘለና ወላ ዋ ግድን ምክንያቱ ብጣዕሚ እየ ዝፈትዋ ብጣዕሚ እየ ዘኽብራ እንጂ እስኺ ኢኺ ነቲ ተጻዋርነት ኣባኺ እዩ ሰይቲ ወደይ ላብይ ከምዚ ብዙሕ ትስከፈኪ ገለ ኣይኮነ እቲ ባህሪኣ ስለ ዝኾነ ተራር ስለ ዝኾነ ሲ ግድን እያ እምባህሪኣ ትከይድሳ እስኺ ግን ስጋዕ ናይ መወዳእታ ተጸቂጥኪ ናብ ባዕኺ ዲኺ ወላ ኣበልኪ ዲኺ ናብራ ክትገብሪ ስትኽእሊ ዶ እምጓል
እዋ ሃየ እስከ በሊ
እዋ ምወጻኹዋ ዋላ ተጸቒጠ ማለት ድሕር ንዕኡ ዘፍቅሮ ተኾይነ ግድን ተጸቒጠ ይወጹ እየ
ወሕጂ ሓማት ክንዳ ትኸውን ደላ ምናልባት እውን ገለ እሳ ደስ ደይበላ ኣብ መግቢ ተጋጊኺ ዲኺ ጨው ድፍድፍ ተብልዮሞ ጥዕም ምስ ኣበለቶ ካብ ሕርቃን ዝተላዕለ ብጽፍዒት እንተ ሂባትኪስ እንታይ ትገብሪ ትጻወርዮ ዲኺ ነዚ ዶ ዋላ ክዳነይ ጠቕሊለ ክኸይደ ትብሊ ሕጂ ከምኡ እዩ ዝብል ዘሎ መስለኒ ከራጉደሉ ኢለ ነቲ ናቱ ርድኢት ከም ኣነ ዝርድኦ ዘለኹ። ሲልካ
ኣዲኡ ሓያል ምዃና ይነግረኒ ኣሎ ባዕሉ። ትጻወርያ ዲኺ ይብለኒ ክጻወራ እየ ግን እሱ ወገን ናታ ክኸውን የብሉ ማለትሲ እቲ ኣዲኡ ሓያል ምዃና ይፈልጥ ኣሎ ንዓይ ግን ከምዚ እኹል ትሩፍ ምሽ ድኾነ ክሕግዘንስ ኣለዎ ብሓፈሻ ተረዲኻኒ። ከመይ ኣደይ ክሕግዘኪ ስለ። ከም ኣደይ ወላዲተይ ከምዚኣ ሓያል እያ ችስ ከምዚ ምስ ሸለል ድኣ በልኪ ንዓይ ክትብሊ ገለ ክብለ እንዶ ኣይኮነን ምስኣ ዝውግን እንተኮይኑ ግን እንድዒ ኣብ ውሳነ ክበጽሕ እየ ማለት ይበሎ ኣነ እወ ሕጂ ነቲ ሓዳር ብመሰረቱ ግን ትምስርቶ ኣለካ ተፋቂርካ ተረዳዲእካ ትከይድ ኣለካ ሽዑ ነዚ ክትጻወሮ ዘይትክእል እንድሕር ኮንካስ ከመይ ድኣ እሞ ከመይ ዓይነት ሓማት ድኣ ትደሊ።
እወ እዚ ኩሉ ደብጽሓካ እቲ ፍቅሪ እንድዩ ምስ ተፋቀርካ እንዲካ ትኣቱ ሕጂ ኣዲኡ ሓያል ስለ ዝኮነት ምስኣ ይቅመጥ እንኤለ ንዑ ክከስር ኣይደልን እየ ኣነ ስለምንታይ ስለ ዘፍቅሮ ተጸቂጠ ክከይድ እየ እሱ ግን ኣብ ጎነይ ክኮን ኣለዎ ወላ ሓሪቀ ዝኮነ ነገር ምልስ እንድሕር ኣቢለላ ምሽ ከምዚ ብስምዒት ትዛረብ ደሓን ኢሉስ ከረጋገአና ደኣ እምበር ኣነ ከም ጓና ኮይነ ንዑ ከም ወላዲቱ ክሕግዝ ገለ እንደ ማሲ ሓይሊ ናይ ኣዲኦም ስለ ዝርድኦ ማለት እየ። እወ ሕጂ ኣብቲ መጀመርያ ዓመት ሓዳርኩም ምስ መስረትኩም ሓደ ውላድ ተቦኪርኩም ኣለኹም እሞ ዳሕራይ እቲ ጽላኣት ወይ ከኣ እቲ ናይ ኣዲኡ ኣብ ልዕለኺ ደሎ ነገራት ግን ደይ ምስምማዕ ክፈጥር ይኽእል እሞ ክትውስኒ ትኽእሊ እስኺ ውላደይ ሒዘ ክኸይድ እየ ትብሊ ዋላ ተጻዊርክዮ ኣምላኽ ባዕሉ የርህወለይ ገለ እንዳበልኪ ዲኺ ወይ ከኣ ምስ ዓበይቲ ዓዲ እናተረዳዳእኺ ገለ ፍታሕ ንምግባር ትቃለሲ? እንታይ ምገበርኪ? ሓዳርኪ ተጸቒጥኪ ዶ ምሓለፍክዮ ዋላ ክትፋላለዪ ምመረጽኪ? እዋይ ንኹሉ ገዲፈ እንድሕር ኣብ ውላድ በጺሕካ ነቲ ውላደይ ክብል ምገደፍኩ እብል ኣነ። በርከሲ ኣብ ውላድ ተደይበጺሕና ኣይበጻሕናን ወላ ጠንጢነዮ ክኸይድ እኽእል ገለ ኣብ ውላድ ተኣቲኻ ግን ከቢድ ነገር እዩ። ከም ምሽ ውላደይሲ ኣብ ኣቦን ኣደን ማሚቑ ክዓቢ እየ ዝደላ'ን። ኦኬ
ስለዚ መጨረሽታ ንዳኒኤል ኣብዛ ሕቶ እዚኣ ኣመልኪትኪ እንታይ ትብልዮ? በዛ ሕቶ እዚኣ ኣመልኪትክስ እንታይ ትብልዮ? ንዓኣ ትምልከት ማለት እዩ እታ ሕቶ። እወ ጠባይ ናይ ኣዲኡ ተጻዊረ ይኸይድ እየ ኣነ።
ኦኬ ጽቡቕ ስለዚ ክቡራት ተኸታተልትና እታ ሕቶ ብርኽቲ ክትምልስ ጸኒሓ ናብ ናኣሚ ክነብላ እሞ ንኣምስከ ናትኪ መልሲ ከ እንታይ ይመስል? እዋ ከምዚ እንታይ ድበሃል ኣሎ ሰብኣይ ደሊኻን ጭሕሚ ጸሊእካን ድበሃል ኣሎ ሓቂ ሕጂ ድሕር ዳ ሓዳር ናብራ ደሊኻ ዝኾነ ነገር ብስድራ ዝመጸካ ነገራት ክትቅበሎ ናይ ግድን እዩ ልክዕ ከምቲ ምስ ወላዲኻ ዝነበርከ እሱ ኸኣ ንወላዲኡ ወይ ወላዲቱ ከምኡ ምዃኑ ክትፈልጥ ኣለካ። ብፍላይ ከኣ ንሱ ባህሪ ናይ ስድርኡ ዝፈልጥ ኮይኑ ከምዚ በለቶ ድሕር ድነግረካ ኮይኑ ግድን ኢኻ ንዑ መሲልካ ክትከይድ ሓዳር ትደሊ ኣለኻ ናብራ ኩሉ ትደልዮ ነገር ክማልኣልካ ድሕር ኮይኑ ስኻ ከኣ ከምቲ ንሱ ዝደልዮ ኮንካ ክትከይድ ግድን እዩ ምክንያቱ ስኻ ናቱ ድሌት ከተማልኣሉ ስለ ዘለካ ንሱ ከዓ ናትካ ከማልኣሉ ኣለዎ ከማልኣልካ ኣለዎ ስለዚ ኣደይ ሓያል እያ ኢሉ ግድን ከምቲ ዝበለቶ ንሳ ሓያል ኮይና ናታ ጸግዒ ጥራይ ክኸውን የብሉን። እቲ ናትካ ነገራት ክርዳኣልካ ኣለዎ። ግን ግድን ኢኻ ተጻዊርካ ኢኻ ትከይድ።
ኦኬ ጽቡቕ በል እታ ማይክሮፎን ከተሕልፍያ ናብ ኣሰለት ቀልኣብ ከ እንታይ ኣለኪ ንዳኒኤል እንታይ ትብልዮ?
ፍሉይ ሓሳብ እኳ የብለይን ግን ሓንቲ እታ ክርድኣለይ ዘሎ ዝኾነ ነገር ክትብል ከላ ተቖጢዓ ክትዛረብ ከላ ተጻዊረያ ይኸይድ ከም ዘለኹ ወይ ዓቕሊ ገይረ ይኸይድ ከም ዘለኹስ ከምኡ ሽሕ ግዜ ድኣ ወላ ተራር ትኹን እምበር ወላዲት እያ ንመን ዝወለደት እያ እንዳንኤል ዝወለደት ማለት እንዳንኤል ዝወለደት ክሳብ ዝኾነት ከዓ ግድን እየ ከብርህባ ዋላ ትጽፋዓኒ ወላ ዝበለት ትበለኒ ወላዲት እያ ጉብኣ ክህባ ኣለኒ ጉቡእ ክብረታ ክህባ ኣለኒ ሓንቲ ግን ንዕኡ ዘብሎ እቲ ተራር እያ ዲኡ ብልክዕ ብላ ኣሎ ወላ ኣኸር ተራር ትኹን ነዲኡ ጼረያ ይኸድ ከም ዘለኹ ጉቡእ ክብረታ ይህባ ከም ዘለኹ ዝኾነ ነገር ከም ዘየጉድለላ እሱ ክርድኣልያ ኣለዎ እሱ ክፈልጠልያ ኣለዎ ከምዚ በልያ ከምዚ ኣትብለኪ ኣላ ከምዚ በልያ ገለ ደይኮነስ ክርድኣለይ ኣለዋ እሱ ከኣ ዓቃል ክኸውን ኣለዎ ህዱእ ዝኾነ ነገርስ ዝርዳእ ክኸውን ኣለዎ እምበር ወላዲት ክሳብ ዝኾነት እሞ ከኣ ንዕኡ ንበዓል ነዚ በዓል ቤተይ ክኸውን ወይ እዩ ንበለልና ክሳብ ዝወለደት ክብርቲ እያ ኣይተብላን እያ።
ንኣብነት ኣዲኡ ገለ ክትሰርሓ ትጸንሓ እሞ ኣብቲ ገዛ ናሳ ሰክን ከለኽን ኣቲ ቆልዓ ገስረጥ! ኢላ እንድሕር ደኣ ቢላትኪ እስኺ ከኣ ኦይ ግደፍና እንዶ እስኺ ከኣ ግደፍና እስኪ ሞኽ ኣቢልክና ኣለኺ እንተ ደኣ ኢልክያ እሱ ከኣ ብኡ ጸኒሑ ነደይ ከምዚ ትምልስላ ኢሉ ተዛሪቡ ደገፉ እንድሕር ደኣ ኣረጋጊጹ ድሕርዚ ሕጂ ከምዚ ኢልኪ ነደይ ከይትምልስላ ኢሉ እንድሕር ደኣ ኣስሚዕኪ እሞ እስኺ ከኣ ቅድሚኡ ምስ ኣዲኡ እንድሕር ደኣ ትናገሪ ኔርኪ ወይ ብዝኾነ ነገር ስኒት እንድሕር ደኣ ዘይነበረክን እንታይ ምበልኪ ኔርኪ?
ኣነ ተገምጢለ ይቕሬታ ምበልኩ ኣነ እየ ዝጽረፍ ዘለኹ ግን ውይ ይቕሬታ ምበልኩ ብዘይ ተኣሽሙ ማታ ይቕሬታ ንኹሉ እያ ትመልስ ወላ ንዝተጋገየ ወላ ንዘይተጋገየ ይቕሬታ ተይለ ግን ኩሎም ማይ ክኾኑ እዮም ማለት ውይ ይቕሬታ ይተሓዙለይ ተጋግየ ደይተጋግየ እየ ኣትደ ይቕሬታ ሶሪ ገለ ምበልኩ ከም ኣይለ መመለስክዋ ይብል በዛ ነብሰ ወላ ኣነ ጌገኛ ይኹን ወላ ተበዲል ይበደል ኣይበደል ብዘየገድስ እታ ይቕሬታ ግን መፍትሒ ኩሉ ምዃና ስለ ዝኣምን ኣነ ይቕሬታ ምበልኩ። ኦኬ ጽቡቕ ክቡራት ተኸታተልቲ ኤጂ ኢንተርተይንመንት ቻነል እዚ ትከታተልዎ ዘለኹም ናብ ሓዳር መፈጸምትኡ ዘብጽሕ ናይ መጻምዲ ናይ ምሕራይ ብመሰረቲ ሓቀኛ ሓበሬታ ናይ ድሌት ናይ ክልቲኦም ጾታ ማለት እዩ ተቐሪቡ ዘለዎ ተባዕታይ እተን ተቐሪበን ዘለዋ ደቂ ኣንስትዮ ናተን ሓሳባት ነጻ ኮይነን ኢሂን ምሂን ክበሃሃሉ ዝፈጥር ጥጡሕ ባይታ ፈጢሩ ዘሎ ቻነል እዩ። ስለዚ ከምዚ ትከታተልዎ ዘለኹም እቲ ርእይቶ ዝህብኦ ዘለዋ ዳርጋ ብፍላይ ኣብዛ ሕቶ ዝቐረበት ዳንኤል ዘቕረባ ብዛዕባ ናይ ኣዲኡ ናይ ትርር ኢላ እትብል ሕቶ ኩላተን ዳርጋ ተማሳሳሊ ዓይነት መልሲ እየን መሊሰን ስለዚ በዚ መሰረት ዋላ ንምፍላየን ውን ንዳኒኤል ከማን ከጸግሞ እዩ እንድዒ ገለ ሓሳባት ወሲዱ ግን ወሲኑ ክኸውን ይኽእል እዩ ንዝያዳ ምፍላይ መታን ክጥዕሞ ግን ዳኒኤል ክከታተለካ ጸኒሐ እዚ ዝህቦ ዘሎዋ መልሲ ናትካ ኤክስፕረሽን ክሪኦ ጸኒሐ ካልእ ተወሰኹ ሕቶ ተለካ ውን እስከ ውርውለለን ምክንያቱ ንምፍላይ መታን ክጥዕመካ ንዓኻ። ሕራይ ጽቡቕ እዛ ካልኤይቲ ሕቶ እኳ ከምዚ ዝሰማዕካያ እያ ናይ ኩለን ምሳኻ ኣለና ዓይነት እዩ ሳልሰይቲ ሕቶ ድሓን ንኺድ ብብረኽቲ ክንጅምር ቤኪ። ኣለኺ ዶ? ኣለኹ።
ሕራይ ኣነ ካብ ኩሉ እንታይ ኣለኒ መስለኪ ኣብ ቀዳመ ሰንበት ምስ ተሳእኹ ንግሆ ኣብ ዓራት ኮንካ ምቕራስ እየ ትፈቱ እንዳቆረስኩ ከለኹ ኣብ ዓራት ኮይነ ከዓ እትደርፈለይ ጓየ ዝደሊ ማለት ክደርፍለይ ደርፊ ፈቱ እየ ሕጂ ናይ ምድራፍ ድሌት ኣለኪ ዶ ክደርፍለይ ትኽእል ዶ እንዳቆረስኪ ንኸለኻ ኣብ ዓራት ኮፍ ኢለ ከለኹ
ኣብ ዓራት ኮፍ ኢልካ ኣለኻ ትቆርስ ምስ በኻ ክደርፈልካ። ኣነ ከምኡ እየ ዝደሊ ኣነስ ድሌተይ ሱሱ እዩ ናተይ ድሌት ከምኡ እዩ ገፀይ ሕፂብኪ ታዳኣዘዝኩ ክቅርሲ ቀሪብኪ ምስ በኻ ደርፊ ሰለዝደለኻ ክትደርፍለይ።